ሃይ ጋይስ ሰላም ሰላም፣ ከመይ ኣለኹም? ከመይ ኣምሲኹም? ልምዓንቲ ከዓ እንታይ ይህብለኩም ደለየ ማለት እዩ ብኸመይ ከም ዝፈለጥኩ ክነግረኩም እየ። ልምዓንቲ ከዓ ያው ክነግረኩም እየ ኢለኩም ነይረ ያው ቪድዮ ክሰርሓልኩም እየ ኢለ ነይረና ሕጂ እውን ከምቲ ዝልኩም ኣበይ ከም ዝፈለጥኩ ያው ብኸመይ ዓይነት መልክዑን ኣበይ ከመይ ብኸመይ ኣበይን ብኸመይን ነይረና ክነግረኩም እየ ዝነበርኩዎ ቦታ ስዑዲ ዓረብ እዩ ኣብ ስዑዲ ዓረብ ከለኹ እየ ፈልጠ ብዛዕባ ናይ ስድራይ ብዛዕባ እቲኦም ትክክለኛ ወለደይሲ ዝፈለጥኩ ብፍላይ ብዛዕባ ናይ ኣቦይ ዝፈለጥኩ ኣብ ስዑዲ ዓረብ ከለኹ እየ ፈልጠዮ ማለት እዩ ብክልተ ሽሕን እስከ ሕጂ ክልተ ሽሕን ዓሰርተ ሸውዓተን ኢና ዘለና ምሽ ዓሰርተ ሓደ ክልተ ዓሰር ክልተ ሽሕን ዓሰርተ ሓደ ብኢትዮጵያ ኣቆጻጽራ ማለት እዩ ክልተ ሽሕን ዓሰርተ ሓደን ን- ክውዳእ ከሎ ናብ ክልተ ሽሕን ዓሰርተ ክልተን በቃ ኣብ ነሓስ ማለት እዩ ወርሒ ዓሰርተ ክልተ ክልተ ሽሕን ዓሰርተ ሓደ ዕለት ዓሰርተ ክልተ እየፈልጠ ማለት እዩ ክገርመኩም እና ብግዝካ ክንደ ይሆናሉ ማለት እዩ ኦኬ እና እንታይ ክብለኩም ደልየ እና ኣው ኣው ፈሊጠ ያው ኣብኡ ከለኹ ፈሊጠ ያው ስዑዲ ከዓ ብኸመይ ከይደ ነይረ መስልኩም ያው ንሊብያ እየ ክወፅእ ሓሲበ ነይረ ማለት እዩ ብቕድሚኡ እውን ብካልእ ዓይነት መገዲ ክወፅእ ብዙሕ ዕድላት ነይሩኒ ግን እቲ ዕድል ኣይተጠቀምኩሉን ማለት እዩ ያው ንደገ ክወፅእ ብጣዕሚ ይደሊ ስለ ዝነበርኩ ያው በቃ ኣነሲ ቢያንስ ዋላ ንኣሜሪካ እንተዘይከደስ ንካናዳ ክኸይደ ይብል ነይረ ማለት እዩ። ከምኡ ዝብል እንታይ ነይርኒ ግን ከምኡ ኢለ ምስ ማንም ኣይተዛረብኩን። ግን ሓንቲ ነይራ ናይ መሓዛይ ዝነበረት ማለት እዩ ክትከይድ እያ ገለመለ የለስ ተዛሪበትለይ ገለመለ ማለት እዩ ያው እቲ ዕድል ኦልሬዲ ተቋርፂ ነይሩ ማለት እዩ ኣብ ሽዑ ሰዓት እና ስለ ዘይተጠቀምኩሉ ማለት እዩ ኣነ እውን ተስፋ ይገበርኩን ምናልባት ገለ ኢለ ማለት እዩ ነይረ እና እንታይ እየ ክብለኩም ደለየ ማለት እዩ ቀደም ቀደም ማለት እዩ ቅድሚ ንስዑዲ ዓረብ ምውፅዐይ ነይሩ እቲ መደባት ያው ክወፅእ ገለ ይደሊ ነይረ እና ንሊብያ ተበጊሰ ነይረ ኣጋጣሚ ኣይሰለጠንን እንድሕር ተመሊሰ ካብኡ እጋማ ከውፅእ ከዓ ኤምባሲ ከይደ ማለት እዩ ሱዑዲ ዓረብ ክኸይድ እጋማ ከውፅእ ኢለስ ንኤምባሲ ከይደ ንኤምባሲ ምስ ከድኩ ኣጋጣሚ ኣብኡ ግርጭታት ተፈጢሩ ገለ መለ ካብኡ ግርጭት ምስ ተፈጠረ ገለ በቃ ሕቲ ወረቐት ቀሊለዮ ገለ ኣደለ ባዕለ ይፈልጥ በቃ እግረ ከይደ ገለ ኢለ ካብኡ ዳሓረይ በቃ ብእግረይ ወፅኤ ማለት እዩ ብሰሃራ ብሰሃራ ከይደ ከይደ ኣትየ ኣብ ሓደ ወርሒ ኣትየ ማለት እዩ ኣብ መገዲ ሓደ ወርሒ ጥራሕ ፀኒሐ ኣትየ ኣትየ ኣትየ ካብኡ ዳሓረይ ኣብቲ መጀመርታ ኣብ ዲዛን ነይረ ካብኡ ከዓ ንኣብሃ ከይደ ካብኣ ሪያድ ከይደ ሪያድ ከዓ ደማን ከይደ ማለት ማለተይ ክትፈልጥዎ ኣነ ብጣዕሚ ብዙሕ ቦታታት እየ ዝኸይድ ኣብ ዝሓፀረ ግዜ ማለት እዩ ብጣዕሚ እየ ዝኸድል ማለት እዩ ናይ ጋይስ ከምኡ ኢለ ከምኡ ኢለ ወፅየ ከምኡ ኢለ ከዓ ካብ ሪያድ ከዓ ንደማም ከይደ ማለት እዩ እቲ መጨረሻ ሰዓት ክሰርሕ ገለ ስለ ዝበልኩ በቃ ናይ ሪያድ ከምዚ ናይ ከምዚ ናይ ምዝንጋዕ ገለ ገለታት ስለ ዘሎ ያው ብጣዕሚ ያው ካብ ቅድሚ ሕዚ ኣነ ብጣዕሚ በቃ ምሻሎ ማንም ምንም ከይበለን ንባዕለይ በቃ ብጣዕሚ ዕላማ ነይርኒ ማለት እዩ ካብኡ ኣብ ስዑዲ ዓረብ ከዓ ኣብ ደማም ከለኹ እየ ፈሊጠ ማለት እዩ ኣብ ደማም ኣብ ስራሕ ኣትየ ነይረ ማለት እዩ ስራሕ ኣትየ ከለኹ ከዓ ኣብቲ ሽዑ ግዜ እንዳም ሽመይ ኣይቀየርኩን ሽምካ ትቐይርካ ሕጂ ኣብ ስዑዲ ዓረብ ሽምካ ቀይርካ ገለ ኢኻ ትኣቱ እና ኣትሽዑ ግዜ ከዓ ኣነ ሽመይ ኣይቀየርኩን ነይረ ወይ ከመይ ዳ ዘቀይርክ ምን ኣጋጣሚ ኣይቀየርኩን ማለት እዩ እንዲያም እቲ ኣተየ ዝነበርኩ ሰይቲ ወሊዳ ነይራ ብጣዕሚ እያ ትኣምንን ነይረ ማለት እዩ ከምዚ እና ካብኡ ደሓረይ ያው ንሓደ ወርሒ ኣብቲ ገዛ ሰሪሐ ማለት እዩ ንሓደ ወርሒ ሰሪሐስ በቃ ኩሉ ነገር ፈሊጠስ ወፀ ማለት እዩ ያው ብቕድሚ እውን ሰሪሐ ነይረ ኣብ ካልእ ቦታ ትሰርሕ ነይረ ኣብ ደማን ከለኹ እና ካብኡ በቃ እንደኩም ማለት እዩ በቃ በቲ መዓልቲ እዚ ያው ካልእ ብዙሕ ነገራት ከዓ ፈሊጠ ማለት እዩ ምስኡ ብዙሕ ነገራት ፈሊጠ ብጣዕሚ ብዙሕ በቃ ከምዚ ዘሰንብዱኻ ገለለለታት ብጣዕሚ ብዛዕባ ናይተይ ናይ ኣቦይ ናይደይ ገለገለ ዝኾነስ ካልእ ነገራት ማለት እዩ ብዙሕ ነገራት ፈልጥ ኣይደ ነው ብከመይ ከም ዝፈለጥኩ ኣይፈልጥን ያው ይሰምዕ ነይረ ከምዚ ይጠራጠር ነይረ ነው በቃ ሽዑሲ ግሂዱለይ ማለት እዩ ኣብቲ ሽዑ ሰዓት በቃ ብግሃሊ በቃ ኣሚነ ድየ ፈሊጠ ናይ ኣይደ ነው ያው ፈሊጠ ባይዘው ፈሊጠ እውን ግን ኣሚነ እውን በቃ ምሻለ ከምቲ ስታይ ነይረ በቃ እንዳምሲ በቃ ብጣዕሚ ፅቡቅ ከም ዘለኹ ኣብ ፅቡቅ ንታት ከም ዘለኹ ሲ ብቴሌፎን ካብ ፈሊጦም ማለት እዩ ብቴሌፎን ወደ ኮይ ነይሩ ሓወይ ፈሊጡኒ ማለት እዩ ሰው ኣብ ልዕሊኡ ከዓ ሓደ ሓደ ነገራት ቀጥታ ምስ ሰማዕኹ ክሕብሮም ደልየ ነይረ ብዛዕባ ካልእ ነገራት እኳ ብዙሕ ነገራት ማለት ሲ በቃ ከምዚ ገሪምዎም ገለ ንባዕሉ ብጣዕሚ ዘይፈልጦ ዝነበረ ገልገልታት ሲ ምስ ዝኾነ ሰብ ተዛሪበ ነይረ እና ብዙሕ ነገራት እየ ኣብ ትሽዑ ሰዓት ፈሊጠ ማለት እዩ ኣብ ሓንቲ ግዜስ በቃ ኩሉ ነገር ፈሊጠ ብኸመይ ከም ዝፈለጥኩ ማለተይ ከምዚ ምልስ ኢልካ ትሓስቦ ዘለካ ኩሉ ነገር ይርዳእካ እዩ ንዓይ ከዓ ብጣዕሚ እዩ ዝርዳእኒ ከምዚ እንድሕር ተመልሰ ክሓስቦ ከለኩ ዝኾነ ነገር ማለት እዩ እና እና ገርመኩም ማለት እዩ ብከምኡ ዓይነት መገዲ ኣብ ስዑዲ ዓረብ ኣብ ደማ እንከለኹ ማለት እዩ ሚካኤል መዓልቲ እዩ ነይሩ ፈሊጠ ማለት እዩ ኩል ነገር ኩል ነገር ማለት እዩ በቃ ኩሉ ዓይነት ነገርስ ኣብ ሓንቲ ግዜ እቲ ኣብ ዝሓለፈ ነገራት ማለት እዩ ሓንቲ ግዜ ፈልጠ ይኽእል ነገር ካብኡ ጸጸኒሑ ከዓ በቃ ከምዚ ይርድኣኒ ጸጸኒሑ ከዓ ከምዚ ይገድድ ማለት እዩ በቃ ብዙሕ ነገራት እናተረድአኒ እናፈለጥኩ ከይደ ፈልጠ ዳይሬክትሊ ክሓቶም ሓሲበ ነይረ ኣጋጣሚ ማለት እዩ እዚ ነገር እዚ ደኣ ከመይ ይገልገሉ ሓሲበ ነይረ ኣጋጣሚ ማለት እዩ ያው ክዛረብ እየ እንዳበልኩስ ሃንደበት ዝኾነ ነገር ሰሚዐ ማለት እዩ ዝተፈለየ ነገር ምስ ሰማዕኹ ዋው እዚ ደኣ እንተሰሚዐ ካልእ በቃ ካልእ ነገር ካልእ ብዙሕ ነገራት ከዓ ክሰምዕ ይኸውን እየ እና ቀልጢፈስ ክዛረብ የብለይን ከም ዝፈለጥኩሲ ማንም ሰብ ክሕብር የብለይን በቃ ግዜ ክወስድ ኣለኒ ፈልጠስ ብዙሕ ካልእ ዘይፈልጦ ነገር ምናልባት ተነጊሮምኒ እውን ኣብዚ ጉዳይ እዚ ማለት እዚ ሓደ ሓደ ነገራት ክሓብኡን ስለ ዝኽእሉ እና በቃ ቀስ ኢለ ዘይፈልጦ ነገራት ተሃልዩ ፅቡቅ ገይረ ኣፃርየ ገለ ማለታት ኣነ ከምዚ ምሽ ኣሎ ከምቲ ዘልኩም ደሓር ኣይንፈልጥና ገለገለ ሳስ ስለ ዝበሉኒ እምበር ከምዚ በቃ ሕማቕ ነገር ይህሉ ወይ ከዓ ከምዚ ከቢድ ነገራት ይህሉ ገለ ኢለ ሓሰብኮ ናብ ትሽዑ ሰዓት እንድዒ ይመፀለይን ያው ምስቲ ሰብ ዝብሎ ኣንፃር ምስቲ ሰብ ዝብለን ነገራት ገለገለ እየ ከቢድ ነገር ኣሎ ማለት እዩ ኣብዚ ጉዳይ እዚ በቃ ከቢድ ነገራት ተፈጢሩ ኣሎ ማለት እዩ ገለ ዝበልኩ ምስቲ ሰብ ምስቲ ሰብ በቃ እቲኦም ፋሚሊ ናተይ ዝብሉኒ ክርኢ ከለኹ በቃ ከምዚ ምሻሎ ዋ ዝኾነ ነገር ዝተፈጢሩ ኣሎ ገለ ዝኾነ ከቢድ ነገር ተፈጢሩ ኣሎ ገለ ኢለ በቃ ከምዚ ክሰግ ጀሚረ ማለት እዩ እምበር ብቕድሚኡ ምንም በቃ ምንም ነገር ስታይ ገበርኩን ነይረ እና በቃ ከምዚ ዝኾነ ነገር ክሓብኡኒ ስለ ዝኽእሉ በቃ ግዜ ክወስድ ኣለኒ ምስ ነብሰይ ገለገልታት ብዙሕ ነገራት እዩ ቀስ ኢለስ ቀፃል ኣለኒ ገለ መላ በዘው ሽዑ ሰዓት ፅቡቅ ገረ ይፈልጥ እየ ማለት እዩ ብግልፂ ፈልጠ ነይረ ማለት እዩ ብኖርማል ማለት እዩ ሃንድረድ ፐርሰንት ፈሊጠ ነይረ ማለት እዩ ሓቂ ሽዑ ሰዓት ማለት እዩ እና ያው ሕማቕ መዓልቲ ውዒለ ከዓ ኣብቲ ክዛረበሉ ዘይብለይ ቦታ ተዛሪበ መጀመርያ ማለት እዩ ኣብ ኢትዮጵያ ከለኹ ንሱ ይጎድእኒ ማለት እዩ እዚ ኩሉ ተዓጊሰ በቃ እዚ ኩሉ በቃ ዝፃዕርክዎ በቃ መዕላ እዋዓን መዓላ ከብዕሎ እየ ገለ ኢለስ ኣይደኖ እና ከምኡ ገይረ ይብለኩም ብከምዚ ዓይነት መልክዑ ከዓ ፈሊጠ ማለት እዩ ያው እና በቃ ብዙሕ ነገራት ከዓ ትሽዑ ስብዓት ከምዚ ተገር ያው ብዙሕ ነገራት ፈሊጠ ያው ብዙሕ ነገራት ፈሊጠ ያው ከዓ ኣየዕለልኩን ሓቂ ዘረባ ማለት ትከዕልሎ ሓደ ሓደ ነገራት የዕልሎ እዮም ነይረ ግን ብዙሕ ነገራት ኣየዕለልኩም ማለት እዩ ከምዚ ሓውየ ገለ መለታት ምሻሎ ኣይዶኖ ከምዚ ገለ ነገር ተታሒዘ ነይረ ኣብቲ ሽዑ ሰዓት ከዓ ማለት እዩ ክረሽ ዳይ ትገብር ነይረ መግቢ ከምዚ የብልዕኒ ነይረ ያው ከዓ ፀሎት ከዓ ኩሉ ግዜ ያው ግዜ ተሃልዩካ ማለት ሲ ትገብረ ከዓ ማንም ሰብ ዝገብሮ እዩ ያው ኣነ እውን ከምኡ ደስ ስለዝብለኒ ፀሎት ይገብር ነይረ ሓድሓደ ግዜ ከዓ ከምዚ ኣብ ባይበል ኣብ ሞባይለይ ፅዒነ የንብብ ነይረ ምስኡ ከዓ ከምዚ ማይ ይሰቲ ነይረ ማለት እዩ ኣነ ከምዚ ንፆም ኢለ ገለ ይኮንኩን ኣብቲ ሽዑ ሰዓት ስኢለ ክራሽ ዳይ ትገብር ነይረ ማለት እዩ ዳይ ትገብር ነይረና ዓቢ ሽውዓት ከዓ ብጣዕሚ ኣይዶኖ በቃ ከምዚ ዓይነት ነገር ክትዛረብ የብልካን ይበሃል ግን ክገርመኩም ኣምላኽ ብፍላይ ማለት እዩ ኣነ ብጣዕሚ እምነት ነይሩኒ እምነተይ ከዓስ በቃ ኣይደነ በቃ ኩሉ ነገር ገይሩለይ ማለት እዩ በዚ ሕጂ ሰዓት ከዓ እንዲያ ቅሩብ ማለተይ ፅቡቅ ኣለኹ ኩሉ ግዜ ኩሉ ግዜ ኣነ ኣይጠራጠርን እየ ብፈጣሪ ማለት እዩ ና ገርመኩም ኣብቲ ሽዑ ሰዓት ከዓ ብጣዕሚ ይምሻሎ ክነግረኩም ኣይክእልኒ ኣብ ስዑዲ ከለኹ ኣብ ጎነይ ዝነበሩ ሰባት በቃ ብጣዕሚ እየ ዝፈትዎም ንምንታይ ከም ዝኾንኩ ኣይደኖ ኣብቲ ሽዑ ሰዓት በቃ ኣዋልድ ዝኾኑ ኣወዳት ዝኾኑ ማለት እዩ ብጣዕሚ በቃ ዝቕርቦም ዝነበርኩ ዋላ ብቴሌፎን ዝረኽቦም ዝነበርኩ ምሲ ብጣዕሚ በቃ ደስ ይብሉኒ ነይሮም በቃ ንምንታይ ከም ዝኾንኩ ኣይፈልጥን እየ እና ብጣዕሚ ይፈትዎም ነይረ እና በቃ ከምዚ ምሻሉ ከምዚ በቃ ናይ በቃ ዝኾነ ነገር ሲ በቃ ከምዚ ቅር ዝብለ ክብለካ ዝፀንሐ ነገር ቅር ዝብለካ ዝነበረ ነገር ሲ ትፈልጥ ኣለኻ ከምዚ ምሻሎ ከምዚ ፍኹስ ዝብለካ ነገር ኣሎ ኮሙ ንዓይስ ኮሙ ነገር ኢልና በቃ ከምዚ ምሻሎ በቃ ከምዚ ናይ ሓጎሰይ ተኻፈልቲ ገለገለ ምሳይ ምሳይ ምሳይ ኮይኖም ገለ በቃ ከምኡ እዩ ኮይኑ ይስማዓኒ ነይሩ ማለት እዩ ምሳይ ነበሩን እና ክገርመኩም ከምኡ ኢለ ያው ኣብ ትሽዑ ሰዓት ካብ ቀምሻሎ ደስ ዝብል ዓይነት ስታይ ነይሮም ኣብ ስራሐይ ገለ በቃ ኩሉ ግዜ ኣብ ስራሕ እየ ዝሕልፎ ነይረ ብዙሕ ግዜ ካብ መዓዝ ኢኺ እንደዚ ስራሕ ፈታዊት ኮይንኪ ገለገለ ኢሎም ደሓን እዩ ኣነ ወላ ገዛ ክልውን ስራሕ ኣይፀልእን እየ ነይረ ግን ማዕረ ክንዶ እኳ ከምዚ ብፕሮግራም ገለ ኣይጓዓዝን እየ ነይረና እና ብጣዕሚ እየ ዝፈትዎ ታብኡ ዝነበረኒ ላይፍ ብጣዕሚ እየ ዝፈትዎ ላይክ ኣምዚ ዘይተጸበኽዎ ደሓን ነይሩ ላይፍ ደሓንካ ሰሪሐ ማለት እዩ ብድሕሪኡ ከዓ ሓሚመ ማለት እዩ ሓሚመስ ያው በቃ እቲ መጀመሪያ ሓውየ ማለት እዩ በቃ ከምዚ እንደ እዚ ነገር እዚ ማለተይ ሲ ተዛረብክዎ ሽግር ዘለዎ ኣይመስለንን ከምዚ ሚካኤል መዓልቲ ቅዱስ ሚካኤል መዓልቲ ለይቲ ነይሩ መልቲ በቃ ኣነ እንታይ ብምንታይ ተታሒዘ ኣለኹ ይፈልጥን እየ ከምዚ በቃ ዝተዓፊነ ነገር በቃ ተዓፊነ ዘለኹ ኮይኑ ይስማዓኒ ነይሩ በቃ ገለ ነገር ሲ ካብ ነብሰይ ወፅዩ ማለት እዩ ለይቲ በዓሉ ማለት እዩ ምንም ነገር ኣይድለይካን ብእውነት እምነት ተሃልይካ ኩሉ ነገር እዩ ፈጣሪ ብፈጣሪ ተኣምን ትኮንካ ምንም ነገር ኣይትስእንንኻ ማለት እዩ እና እና ለይቲ በቃ ፍርቂ ለይቲ ማለት እዩ በቃ ገለ ነገር ወፂኡ ካብ ነብሰይ ማለት እዩ ገለ ውይ ዝብል ነገር ይስምዓኒ ነይሩ ርሂፀ ገለ በለ ከምዚ ውይ ውይ ውይ ውይ ዝብል ነገር ድምፂ ይስምዓኒ ነይሩ በቃ ከምዚ ጭንቕ ብዙሕ ነገራት ከምዚ ዝኾነ ነገር ምሻ ኣሎ ከምዚ ዝኾነ ዓይነት በቃ ካብ ነብስኻ ገለ ምሻሎ ዝቕንጠጥ ነገር ምሻሎ ከምኡ ገለ ነገር ተቐንጢጡለይ ማለት እዩ ካብኡ ደሓረይ በቃ ፍኹስ ኢልኒ በቃ ተቐይረ ገለ ገፂ ከዓ በቃ ብጣዕሚ ደበይ ወዘይ ገለ ተመሊሱ ገለ ምኒ ገለ ደሓን ነይረ ትሽዑ ሰዓት እውን ብዙሕ ሕማቕ ኩነታት ኣይነበርኩን ያው ፍሬሽ እየ ነይረ እና በቃ ሽዑ ሰዓት ሲ ርሂፀ ገለ ንፅባሒቱ በቃ ኩሉ ነገር ፈሪጠ ማለት እዩ በቃ ርሂፀ ገለ ገለ ከም ዝጋነን ነገር ንዓይ ከይተረዳእኒ ሲ ከም ዝጋነን ነገር ሒዙኒ ነይሩ ይመስለኒ እቲ ጋነን ሲ ኦልሬዲ ወፂኡ ማለት እዩ እና እንታይ እዩ ክብለኩም ደልየ ፀሎት ፆም ብጣዕሚ ኣገዳስን ፅቡቅ ነገር እዩ ማለት እዩ ብጣዕሚ ከምዚ ኣብ ሽግር ገለ ዝኾነ ዓይነት ሽግር ዘለኩም ሰባት ብኸምኡ እሲ በቃ ኣነ ባዕለይ ኣለኹ ማለት እዩ ምስክር ማለት እዩ እና ብጣዕሚ በቃ ከውሱ ኣሜዚንግ በቃ ፍሉይ ነገር ኢኻ ትርኢ ኣነ ሓቂ ዘረባ ኣምላኽ ባዕሉ ስለ ዝፈትወኒ እምበር ኣነ ንፆም ኢለ ኣይኮንኩን ማለተይ ዘይገበርክዎ ገይረ ክብል ኣይደልን እየ ንፆም ኢለ ዘይኮንኩ ዳይት እየ ዝገብር ነይረ ኣነ ግን ፀሎት ግን በቃ ግዜ ስለ ዘለኒ ዘይገብር ኢለ ደስ ዝብለኒ ይገብር ነይረ ማለት እዩ እና ናይ ሲታ መዓልቲ ፍልይቲ መዓልቲ እያ ኩሉ ግዜ ዝክራ ክኤል መዓልቲ እና በቃ ትፈልጦ ነገር እውን ከምዘይ ትፈልጥ ክትከውን በቃ ዝጋርደካ ነገር ኣሎ ዝድፍነካ ነገር ኣሎ እቲ ሰብ ግን ኣይርድአካን እዩ ኣነ ንከምዚ እየ ምስ ካልእ ሰብ ኣይተነፃፅሩኒ ዝብል ምንያቱ ምንም ሽግር ዘይብሉ ሰብ ብምንም ነገር ዘይተተሓዘ ሰብ ንኣነን ማለት እዩ ክንነፃፀር ሲ ኣይንኽእልን ሶ ያው በቃ ያው ሕሙምን ጥዑይን ከም ዘይናጻጸር ማለት እዩ። ያን ሕሙምተ ኮንኮን እምላኽ መስገን ግን ያው ብዙሕ ነገር ጸኒሑኒ ማለት እዩ ብውሽጠይ ባይዘወይ ኣነ ኣብቲ ሽዑ ሰዓት ቤተክርስትያን ኣይከይድን እየ ነይረ ሕሰብዎ ዓዲ ዓረብ እዩ ገለ መለታት ማለት እዩ ግን እምነት ተሃልዩካ ኣብ ዝኾነ ቦታ ብዝኾነ ዓይነት መልክዑ እትዕወት ኢኻ ማለት እዩ ያው ካብኡ ከዓ ካብቲ ዓዲ ከዓ ብ